ሰላም እዞም ኢትዮጵያውያን ጎረባብትና ዝፈልጡና ይመስሎም ንሕና ከዓ ንፈልጦ መስለና ቅድሚ መጀመርያ ሓንቲ መስሓቅ ዛንታ ክነግረኩም ነዊሕ ገይሩ ሓደ ዓብዪ ቤተሰብና እዩ ኣላ ይርሓሙ ዝነገረኒ እያ ገብረ መስቀል ወልዱ ዝበሃል ነይሩ ብጣዕሚ ውሩይ ፀሓፋ እዩ ንሱ እዩ ንወልዳ ወልደ ማርያም ዝወዳድር ዝነበረ ሎሚ ነጋሪት 297 ሒዘልኩም ቀሪበ ኣለኹ ክሳብ ጉዳይና ንጅምር ምጥዋቕ፣ ላይክ፣ ሳብስክራይብ ገለመለ ኣይትረስዑ። ሰናይ ምክትታል። ሓዳር ባሪስታ ክልተ ቅነ እዚኣ እኳ ባዕለ ይተኸናኺነ ሓዳር ኤርትራን ኢትዮጵያን ከዓ ከምኣ ኮይና ኣላ መዓስ ከም ዝበኣሱ ይትፈልጥን መዓስ ከም ዝዕረቑ ይትፈልጥን ኣብዛ ሰለስተ ኣርባዕተ ዓመት ጥራሕ ክንደይ ዓይነት እዩ ተቀያይሩና ዘሎ እዞም ኢትዮጵያውያን ጎረባብትና ዝፈልጡና ይመስሎም ንሕና ከኣ ንፈልጦም መስለና ፈጺምና ኣይንፈልጦምን እና ፈጺሞም ኣይፈልጡናን እዮም ወላ ብቋንቋ ንጀምር ሕጂ ብዙሓት ኣለዉ ምሽ ኣምሓርኛ ዝኽእሉ ኮይኑ ይስምዖም ኣነ ሕጂ ሓደ ካብኣቶም ኣምሓርኛ ክእል እየ እየ ዝብል ግን እንደ ሓደ ሓደ ግዜ ሓንቲ ቃል ትጠፍኣኒ ግትር ብል ኣብኣ ከምዚ ገለ ዘጥፍእ ሰብ ትብል ጥራሕ እታ ቃል ጠፍኣካ ንሕና እኳ ተገዲድና ኣምሓርኛ ክንምሃር ስለ ዝነበረና ንስራሕ ኮይኑ ንኻልእ ኮይኑ ወል ናይ ገዛኢኻ ቋንቋ እንተኾይኑ ናይ ግድነት ትምሃሮ ብኸምኡ ኢና ንምሃሮ ዝነበርና ንሱ ግን ኣየድልዮምን እውን ነይሩ ብዘይካ እቶም ትግራይ ቋንቋኦም እዩ እቶም ካልኦት ግን ክሳብ ክንዚ ዘድልዮም ስለ ዘይነበረ ኣይመሃርዎን ነይሮም ቅድሚ ምጅማርያ ሓንቲ መስሓቅ ዛንታ ክነግረኩም ነዊሕ ጌሩ ሓደ ዓቢ ቤተሰብና ኢዩ ኣላ ይርሓሙ ዝነገረኒ ኢያ ኣብ ሓምሳታት ኢዩ እቲ ግዜ ፈደረሽን እንከሎ ብዙሓት ሰባት ነይሮም ውለታ ያደረጉልን ገለ ዝብሎም ዝነበረ ሃይለስላሰ ነይሮም እቶም ንኣንድነት ዝሰርሑ ዝነበሩ እዚኦም ሕጂ ኣብቲ ግዜ እቲ ተጸዊዖም ዓዲሞም ያኢ ግብዣ ገለ ክገብረሎም ነዲስ ኣበባ ኣምጽዎም ተባሂሉ ውሩያት ዝነበሩ ናይ ኣንድነት ደገፍቲ ተመሪጾም ሓደ ካብኣቶም ገብረመስቀል ወልዱ ዝብሃል ነይሩ ብጣዕሚ ውሩይ ጸሓፋይ እዩ ንሱ እዩ ንወልደኣብ ወልደማርያም ዘወዳድር ዝነበረ እዩ ደቂቅ እዩ ይብልዎ ንእሽተይ ከኣ ንኣዲስ ኣበባ ከዱ ጥምሶም ገይሮም ብደሴ ገይሮም ከዱ ኣብቲ ግዜ እቲ ደሴ ወዲ ሃይለስላሴ ኣልጋወራሽ ዘም ዝብልዎ ንሱ እዩ ገዛኢ ናይ ወሎ ዝነበረ ብእግሪ መገዶም ኣነ ከኣ ክረኽቦም እደሊ ኣለኹ ክሽልሞም ገለመለ ኢሉስ ጸዊዕዎም ኣብቲ ገዝኡ ከይዶም ኣንተ ኣንድ ጋሻ መሬት ኣንተ ደጃዝማች ብለናል ኣንተ ከምዚ ኢልናካ ኣለና ገለ ኢሉስ ንኩላቶም ገለ ሂብዎም። ሽዑ ን ገብረመስቀል ወልዱ ጠሚቱ ከኣ ይሀ ልጅ ደግሞ በፈለገው ሄዶ ሊቀጥል ትምህርቱና እስከሚጨርስ ድረስ ጃንሆይ ይከፍሉለታል ገለመለ ኢሉ ተመባጺዑ። ገብረመስቀል ወልዱ ከኣ ከምዚ ተማሃራይ ናይ ሃይስኩል ገለ ገይሩ ስለ ዝርኣዩስ ደስ ኣይበለቶን። ደሓር እንታይ ይብል ኣሎ? ከይቀጸልኩዋ እዚኣ ቆልዑት ገለ እንተለኹም ኣውጽኦም ናይ ዓበይቲ ዕላል ስለ ዝኾነት። ሕጂ ገብረመስቀል ወልዱ እንታይ ይብል ኣሎ? ጌታየ እኔ እኮ ሁለት ቁላ ኣንድ ሚስት ኣለኝ ይብሎ ኣሎ። ሕጂ ኩሎም ሰንቢዶም

ቋንቋና ቆልዓ እዩ ዝበሃል ተዓ ከኣ በምሓርኛ ስለ ዘይትብሎ ከማኹም ክኸውን ደልዩ ቆላ ኢልዋ እምበር ቆልዓ እዩ ክብል ደልዩ ሁለት ልጅና ሚስት ኣለኝ እዩ ዝብል ዘሎ እዩ እቲ ጉዳይ ምስ ፈለጡ ኩሎም ስሒቆም ንብለኩም ሕጂ ከኣ ንሕና ንብሎ ንሶም ዘይርድእዎ ንሳቶም ዝብሉና ንሕና ዘይንርድኦ ዘረባ ኣሎ ስለዚ ምስ መንደቕ ኢና ንዛረብ ዘለና። ቀይ ባህራችን ትብል ሕማም ኣላ እንድያ እዛ ሕማም እዚኣ ሕጂ ኣይንርድኣን ኢና። ጸማም ሓደ ደርፉ ንዓ ጥራሕ እዮም ዝደጋግሙ። መርኣዪ ዘይብላ መትሓዚ ዘይብላ ዘይትትሓዝ ዘይትድህሰስ ነገር ከምዚ ናይ ሕልሚ ከምዚ ደቂ ሕድርትና ገለ ምሽ ኢለኩም ነይረ ብዛዕባ መላእኽቲ ገለ መለ ተዛሪብካስ ኣምጻዮ ተኢልካስ ከተምጽኦ ኣይትኽእልን ኢኻ ወደብ ተኢልካ ግን እዚኣ ኣያልካ ኣብቲ ዓሰብ ወሲድካ ትርእዮም ዝድህሰስ ነገር ስለ ዝኾነ ፖርት እዮም ደልዮም ኢለ ኩሉ ግዜ እንደ ዝማጎተሎም ሚእትን ሰላሳን ትሽዓተን ሚልዮን ሰብ ክጥቀመሉ እንተኽኢሉስ ንዓና ረብሓ እዩ እንዳበልኩ ኩሉ ግዜ እየ ዝዛረባ እዛ ዘረባ እዚኣ ሕጂ ብቀዳማይ እዚ ዲና ሙፍቲ ዝብሃል ስፖክስ ፐርሰን ድዩ ኮንሳልታንት የማነ ገብረኣብ ናይ ኣብይ ኮይኑ ኣሎ ማለት እዩ እንታይ ይብል ኣክሰስ ቱ ዘ ሲ ፖርት የድልየና ይብል ሕጂ እቲ ኣክሰስ ቱ ዘ ሲ ዝብልዋ ዘለዉ ናቶም መሬት ከምዚ ምስ ሶማሊላንድ ዝገብርዎ ዘለዉ ከምኡ እዮም ዝደልዩ ዘለዉ። እታ ፖርት እንታይ ዓይነት ትርድኣኒ ዝነበረት እያ ካልእ ትርጉም ኣለዋ እዩ ግን ንሕና ዕፅዋት ስለ ዝኾናስ መሬት ናይ ካልኦት ክንጎብጥ ንኽእል ኢና ምኽንያቱ ስለ ዘድልየና ተባሂሉ ነዚ ሕጋዊ ዝገብር ሕጋውነት የብሉን ብዝኾነ ኣረዳድኣ ዋላ ብ ኮመን ሰንስ ዋላ ብ ሕጊ ፕሮቶኮል ከምኡ ዝበሃል ነገር የለን ደስ ኢላትኒ እሞ ክወስዳ ኣይበሃልን እዩ ከምኡ እንተዝኸውን ደኣ እዋ እዚ ዒላታት ናይ ስዑድያ ቤንዚና ዘውጽኦ ዘለዎ ደስ ኢሉና ክንወስዶ ኣለና ክትብል ትኽእል ዲኻ ከምኡ የለን ወይ ድማ እዚ ናይልሲ ደስ ኢሉና ስለ ዘሎስ ማይ የድልየና ኣሎ እሞ ኩዒትና ኣባና ከነምጽኦ ኢና ገለዶ ይበሃል እዩ ግን ክንፍትና ኣለና እዞም ሳዋ ኩዒቶም ኣይበብጽሕዋን መስለኩም ኣብቲ ራሃይ ዓባይ ገለመለ ዘንቦብ ኣብ ከምኡታት ምበጽሐት ነይራ ሕጂ ንሕና ማይ የድልየና እዩ ማይ ይውሕደና ስለ ዘሎስ እዚ ኣባይ ክንማቐሎ ኣለና ክንብል ኣለና ከምኡ እንዲ ከምኡ እንድሕሪ ኮይኑ ዓለም ከምኡ እያ ክትከይድ ማለት እዩ ዘዚ ዝደሊኻዮ እዚኣ የብለይን እሞ እደልያ ኣለኹ ኢልካ እቲ ስልበጥ ትወስዳ ሰልበጣ እዚ ምኒልክ ዝብልዎ ንጉስ ታሪኹ እንታይ ከም ዝገበረ ይርድእዎ ድዮም ወላ ሱቕ ኢሎም እዮም ሃለው ዝብሉ? ኦኬ መስራቲ ናይታ ተቆራሪሳ ካብ ካልእ ሰባት ዝተወስደት ኤክስፓንሽን ዝተገብረ ዝተገዝኤ መሬት ናቱ መፈለጥታ ንሱ እዩ ሕጅስ ምኒልክ ከምዚ ቴዲ ኣፍሮ ዝብሎ ላዕሊ ዝገብሮ ጥቁር ሰው ዶ እንታይ ዶ እንታይ ዶ ንሰማይ ዘብጽሖ ከምኡ ኣይኮነን ንዓይ ምኽንያቱ ሓደ ኣብ ዓድዋ ተዓዊቱ ፋይን ኣብ ውግእ ምስ ጥልያን ኣብኣ ተዓዊቱ ግን ዋእ ንምንታይ ድኣ ደው ኢሉ ዘይተዋግእ ምስቶም ጥልያን ዶብ ወደባችን ቀይ ባህራችን ዘይበለ ድኣ ሽዑ ፈሪሙ ተመሊሱ። መጀመርያ ናተይ እያ ዝብል ዕላማ ኣይነበሮን ኣብ ገለ ጎቦታት ነይሩ ኣብኡ እዩ ዝነግስ ነይሩ ክሳብ ኣፄ ዮሃንስ ዝሞተሉ እዚ እዚ እንተዘይኮይኑ መሬተይ እያ ኢልዋ ኣይፈልጥን እዩ ኤረትራ ኣይፈልጣን እዩ ረጊፅዋ እውን ኣይፈልጥን እዩ ካብ ዓድዋ ሓሊፉ ኣይፈልጥን እዩ ድሕሪኡ ከዓ ኣብ በርሊን ዝተገብረ ስምምዕ ክምስቶም ገዛእቲ እዞም ኮሎናይዘርስ ናይ ኢሮጳ ዝነበሩ ልክዕ ከምኣቶም ድልድል ኮይኑ ዕድል ተዋሂብዎ እዩ ኪድ ዝመት ከምድላይካ ዓይንና ክንዕምት ኢና ኢሎሞ ካብኡ ተላዒሉ እዚ ኩሉ ሲዳማ እዚ ደቡብ እዚ ሃረር ምድሪ ሶማል ዘሎ ምድሪ ዓፈር ዘሎ ምድሪ እንታይ እዩ ኦሮሞ ገል ኩሉ እዚታት ዘሚትዎ እዩ። ኣብቲ ግዜ እቲ እንታይ እዩ ነይሩ ናይ ካብ መንግስቲ ሮማን ዝተረፈ ቪኒ ቪዲ ቪቺ ትብል ጭርሖ ኣላ መጺኤ ርእየ ጎቢጠ ማለት እያ ብሓጺሩ። መጀመርያ ትመጽእ ዳሕራይ ከባቢኻ ትርኢ ኦሆ ደስ ዝብል ደስ ይላል ገለመለ ትብል ዳሕራይ ትጎብጦ ናተይ እዩ ትብል እዚኤን ሰለስተ ኣብ ናይ ሮማን ጭርሖ ዝነበራ እየን ብኡታት ጌረ ኣለኹ ሓደ ቪድዮ ምኒልክ ከኣ ከምኡ እዩ ዝገብር ነይሩ፣ ኩሎም ከምኡ እዮም ዝገብሩ ነይሮም እቶም ናይ ቀደም። ኣብዚ ቦታ እዚ ጽቡቕ እኽሊ በቊሉ ኣሎ ተለው፣ እንዴ ንሂድ ንዝመት ኢልካ ትኸይድ ትዘምት ናትና እዩ ትብል፣ ግብሪ ምጽኡ ትብል። ኣብ ዝኾነ ቦታ ከድካ ነቲ ሰብ ኣጋፋዕ ኣጋፋዕ ኣቢልካ ኦኬ ግብሪ ክፈሉ፣ ስለምንታይ ኣነ ንጉስ ስለ ዝኾንኩ ንስኹም ንጉስ የብልኩምን፣ ኣነ ዓቢ ካባኹም፣ ክንድዚ ሰራዊት ኣለኒ፣ ክንድዚ ፈረስ ኣለኒ ገለመለ ኢልካ፣ ግብሪ ትሓትት ግዝኣት ናትካ ክውን በዜ ዝኸይድ ነይሩ እዩ ን ዝበሃል ኣይነበሮን ዋላ ገለ ይነበሮ ብቕልጽምካ ብፈረስካ ብሴፍካ እዩ ነይሩ ከምኡ ክትገብር ኣይትኽእልን ኢኻ ሕጂ እቲ ጥቁር ሰው ዝብልዎ እዚ ምኒሊክ ክንድዚኣ ትኸውን ዝነበረታ ኢትዮጵያ ኣብዚ ምድሪ ኣምሓራ ጥራሕ እዩ ነይሩ ኣብኡ ዝነበሩ ከኣ ዋላ ምሽ ኣይንፈልጦምን ኢና ኢለኩም ዳሕራይ ጸኒሐ እየ ዝፈለጥኩ ቅማንት ኣገው ገለመለ ገለመለ ዝበሃሉ ከኣ መዓት ኣለዉ ዓሌታት ኣብኡ ዘይ ኣምሓራ። ኣብኣ እዮም ዝቕመጡ ትሕቲ እቶም ኣምሓራ። Anyway ምስ ግዜ ተዛሚዶም ተዋሊዶም ገለመለ ይበሃል ኦኬ ጽቡቕ ወላ እዚ ላሊበላ ሕጂ ኣነ ናይ ኣምሓራ እዩ ዝመስለኒ ነይሩ ምድሪ ኣምሓራ እዩ ዝመስለኒ ዝነበረ እሱስ ለካ ናይ ኣገው ድዩ ናይ ገለ እዩ ናይዚ ንጉስ ተኽለ ገርጊስ ዶ ገለ ዝነበረ እዩ ላስታ ፍሉውድ እዩ ነይሩ ግዜ ኣዶሊስ ናትና ኣዶሊስ እኮ ንሕና ኢና ጌርናዮ ገለ መን ኢኹም ንስኹም ካልእ ሰብ ኣይነበረን ድዩ ንሕና ከይነበርና እንድና ኣብኡ። ኣይነበርኩን ኣነ የስ ኣይነበርኩን ኣባሓጎ ኣባሓጎ ኣባሓጎ ኣባሓጎይ ነይሩ ኸውን ምናልባት ንጉስ ነይሩ ናይቲ ቦታ ምሽ ነጊረኩም ካብ ሳባውያን እንዲና መሰረትና መጀመርያ ምስ መፁ ኣብኡ ነዚ ቦታ እዚ ዘማዕበሎ ኣዶሊስ ዝሰርሐ ኣባሓጎ ኣባሓጎ ኣባሓጎ ኣባሓጎይ እዩ ንስኹም ሕጂ ኩልኹም ምፃእ ኢኹም ንሱ ክሳብ ኣበይ ይገዝእ ነይሩ መስለኩም ክሳብ ሌክታና ይገዝእ ነይሩ ትበሓጎይ ቀላል እያ ከምኡ ክትብል ትኽእል ኢኻ ድላይካ ትኸ ዋላ ሳውዝ ኣፍሪካ ትበፅሕ ናትካ ግበር ናይ ሕጂ ግበር ብታሪኽ ይግበኣኒ እዩ ትብሎ ነገር እንተሎ ሰንትሜንታል እዩ እዚ ገዛ ዘለኻ ሕጂ ነፍሲ ወከፍኩም ኣብዚ ገዛ ዘለዎ እቲ መሬት ናይ መን እዩ እቲ ገዛኹም ተሰሪሑሉ ዘሎ ወይ እቲ ኮፍ ኢልኩሞ ዘለኹም ሕጂ እዚ ቪድዮ ትርእይሉ ዘለኹም ቦታ ናይ መን እዩ? ናትኩም ኣይኮነን። ናይቲ በዓል እንዳ ሻሂ እንዳ ሻሂ እንተለኹም ወላ ኣብ ሆቴል እንተለኹም ወላ ክራይ ገዛ እንተለኹም እቲ ብኡ ዘሎ መሬት ቅድሚ ሚእቲ ዓመት ድሕሪ ተመሊስኩም መን ነይሩ ዋንኡ? ካልእ ዋና ነይርዎ። ክራይ ነቲ ዋና ድኹም ትኸፍልዎ? የለን። ምክንያቱ ሎሚ ተገዚኡ ተሸጡ ተለዊጡ ካልእ ኩነታት ስለ ዝተፈጥረ ብናይ ሎሚ ኢኻ ትኸይድ ግን እዚ ናይ ሎሚ ኣብ ቅድሚ ክንዲዚ ዓመት እሞ ከዓ መረጋገፂ ሓንቲ ዘይብልካ ወላ ረድ ኢንድያን እንተበልካስ ኣብዚ ዓዲ የጥዕመልካ ሕጂ ምክንያቱ እቶም ቀዳሞት ዝነበሩ ንሳቶም እቶም ወለዶ ኣለካ ስለዚ ኢሞሽናል ካሕሳ ይግባኣካ እዩ ወይ ስንፓሲ ይግባኣካ እዩ ምኽንያቱ ካብኡ ዝወጸ ወጽዓ ክሳብ ሕጂ ናባኻ በጺሑ እዞም ጸለምቲ ሕጂ ካብ ኣፍሪቃ መጺኦም ባራዩ ኮይኖም ነዛ ዓዲ ሃኒጾሞ ንዓመታት ብደቦምን ብዕጽምቶምን ሃኒጾሞ መሰል የብልኩምን ኣብዛ ዓዲ ክትብሎም ኣይትኽእልን ኢኻ ዓዶም እዩ ካልእ የብሎምን እቲ ምስ ኣፍሪቃ ዝነበሮም ርኽክብ ጠፊኡ እዩ እዚ እዩ ዓዶም ግን ዋእ ካብቲ ባርነት ዝመጸ ድሕረ ባይታ ናቶም ክሳብ ክንደምንታይ ጉድኣት መጺዎም ከም ዘለዎ ማንም ሰብ ክርእዮ ይኽእል እዩ። እዚ ኦልድ ማኒ ኒው ማኒ ዝበሃል ኣሎ። ዝኾነ ሰብ ኣብዚ ብሕልፊ ብዚ ኣሜሪካ ሃብታም ይገለ ክትብል ከሎ ኣዚ ኦልድ ማኒ ኦር ኒው ማኒ ባዕሉ ዝሰርሖ ድዩ ወላስ ካብ ወለዶ ወለዶ ወለዶ ወለዶ እንዳተሓላለፈ ዝመጾ ሃብቲ እዩ ይበሃል። መብዛሕቱ ከኣኒ ኦልድ ማኒ እዩ። እቲ ካልእ ሰብ ዕድል እንከይነበሮ ንሳቶም ዕድል ዝነበሮም መሬት ኣስፋሕፍሑ፣ ገዛውቲ ገዝኡ፣ ግራቲ ገዝኡ፣ ገለ ገዝኡ፣ ገለ ገዝኡ ሽዑ ንዕኦም ንወለዶታት ከገልግል ዝኽእል ንብረት ስለ ዝገድፉሎም ኦልድ ማኒ ይበሃል። እቲ ካልእ ግን ባርያ ኮይኑ ይመጽእ። ዝፈልጦ ሰብ የብሉን። ብወጽዓን ወዲ ወጽዓን ይነብር ካብ ወለዶ ናብ ወለዶ። ኣይተማህረ ኣይበለ፣ ገንዘብ ኣይሓዘ፣ ክእለት ኣይሓዘ፣ ከምዚታት ዝነበረ ብዙሕ እዩ። ሕጂ እንዳ ማዕበለ ክመጽእ ከሎ ከኣ ብናቱ ሰንኪ ከኣ ካልእ ማሰይቲ ስለ ዝወጥቆ ተጨፍሊቑ እዩ ዝነብር እቲ ስርዓት ከኣ ከም ዝፈልጥዎ እዩ ዝኾነ ቦታ ድልድል ወይ ፌር ዝኾነ ስርዓት የለን ሕጂ ይብደል እዩ ትሰብ እዚ እቲ ኣመጻጽኣ ሕጂ ክለይም ክትገብሮ ትኽእል ናተይ እዩ ገለ ኢልካስ ክሌም ክትገብሮ ትኽእል ዘይኮነስ ብሰንኩ ዝመጽኣኒ እዝን እዝን እዝን ኢልካ ከተረጋግጽ ክትክእል ኣለካ። እዞም ጠበቓታት ትፈልጡ ኢኹም ኣብ ዝኾነ ቤት ፍርዲ ከይድካ ዝኾነ ክሲ ከተልዕል ትኽእል ኢኻ ፋይል ትገብር ሰለስተ ሚእቲ ን ክልተ ሚእቲ ትኸፍል you have a case ግን እታ ክሲ መስሪትካያ ዘለኻስ እንታይ እቲ ኤቪደንስ ፕሩፍ ናትካ እንታይ እዩ ትበሃል ኢኻ። መሲሉኒ ኢልካ ፍርዲ ኣይትኸፍትን ኢኻ ኣብ ቤት ፍርዲ ከኣ ኣብዚ እንታይ ናይ ሽማግለ ናይ ዓሰርተ ሰብ ሽማግለ እምቧእ እሞ ስቕ ኢልካ ድዩ ገለመለ ኢሎም ድህልድል ኣቢሎም እዮም ዝመልሱኻ ኣብ ቅድሚ ሕግስ የብሉን ግን ሞራል ቫልዩ ስለ ዘለዎ እዚ ኣብ ዩኒቨርሲታት ኮይኑ ሪሰርች ኮይኑ ብኣርትስ ኮይኑ ብገለ ኮይኑ ሲግለጽ እዩ እቲ ሓቁ ኣብኡ እዩ ዘሎ ካብኡ ክሓልፍ ኣይክእልን እዩ ሕጂ እዚ ኣብይ ኣረ ከምዚ ሰብኣይ እዚ እኮ ክሓምየኩም እየ ንኹልኹም ሎሚ ኢትዮጵያውያንኩም ኤረትራውያን ክሓምየኩም እየ እንታይ ይመስለኩም ኣነ ዝረኣየኒ ብዙሓት ምሽ ኣለዉ ከምዚ ዓመፅ ወይ በደል ወይ ዘይንቡር ነገር ክርእዩ ከለዉ ዝዛረቡ ኣለዉ ሽዑ ኩሉ እዚ መዓት ናይ ሰብ ይወርዶም ስለምንታይ ርእይቶኦም ስለ ዝገለፁ ወታ ርእይቶኦም ከኣ ብብዙሓት ቅብልቲ ስለ ዘይኮነትሲ ከኣ እታ እዚኣ ደኣ ንፍልይ ዝበለት ገለ ሕማቕ እያ እዚኣ ንዓና ኣይትጠቕመናን እያ ንሕና ከምኡ ኣይኮናን ንሓስብ ከምኡ ኣይኮናን ንርእዮ ገለመለ ኢሎም ይቕየሙኻ የዋርዱኻ እዚ ኣብ ግዜ ኣቢ ነይሩ ቅድሚኡ ከማን ነይሩ እዩ ወያነን ህዝባዊ ግንባርን ምስ ኣብ ክውግኑ ገለ እንከለዉ ዝተዛረበ ሰብ ነይሩ። እንክላ ንስኹም ዶ እንታይ ዶ ገለ ገለ መዓት ብራንዲን እንዳገበርካ እንዳጸለምካ እንዳበልካ ሓደ ሰብ ከይተገንዘበሉ ከይተማህረሉ ሓሊፉ እቲ ተመክሮ። Anyway ነጻነት በጺሕና። ድሕሪ ነጻነት ከኣ ኣንቱም ሰባት ዕርቂ ንግበር ገለ ንግበር ገለ እንተበልና ምስ መን ኢኻ ትዕረቕ ምስዞም ክልተ ሰለስተ ገለ ኢልካ እንዳስተናዓቕካ ዓመታት ሓሊፉ። ሕጂ እቲ ሰብ እቲ ሽዕኡ ዘእዊ ዝነበረ በደል ኢኹም ትገብሩ ዘለኹም ዝብል ዝነበረ ተዋርዱ እንዳተዋረደ ከዓኒ ጸኒሑ ክሳብ ሕጂ ገሊኡ እሞ ክሳብ ሕጂ ይዋረድ ኣሎ። እቶም ካልኦት ኣብቲ ጌጋ መስመር ዝነበሩ ጸኒሖም ይርድኦም። እታ ዝኸፍአት ባህሊ ናትና ግን እንታይ መስለኩም ሓንቲ ነገር ምስ ተረዳእናያ ኣብቲ ቅኑዕ መገዲ ክንመጽእ ኮለናስ ከምዛ ዘይነበረት ኢና ድምስስ ኣቢልና ሸፊንናያ ንሓልፍ። ኣብዚ ትብዓት የድሊ። ኣብዛ ከምዚኣን ከምዚኣንሲ ሕማቕ መርገጽ ነይራትኒ። ተኣሪመላ እቶም ሽዑ ዝደፈርኩኹምሲ እቕሬታ it goes a long way ክንደይ ልቢ ሰብ ክዕሪ ክእል ይመስለኩም እዚ ሓደ ካብቲ ሽሩጥ ናይ ሪኮንሲሊየሽን ናይ ዕርቂ እዩ ከምዚ ናይ ሳውዝ ኣፍሪካ ትሩዝ ሪኮንሲሊየሽን እዩ ዝበሃል ክልቲኤን ብሓንሳብ ዝተኣሳሰራ ስለ ዝኾና ኤኒወይ ንሱ ሓሊፍና እዩ ሕጂ ብዚ ዝሓለፈ ሽዱሽተ ዓመት ጥራሕ እንድሕር መፂና ኣብይ መጀመርያ ምስ መፀ እምቧእ ዝረብኦ ዝጥዕሙ መስል ኣሎ ገለ ኢለስ ኣዋርሕ እኳ እየ ገለ ኣዋርሕስ ተስፋ ገይረ ነይረ። ድሕሪ እዚ ኩሉ ዓመታት ጸይቂ እዚ መራሒስ ቁሩብ ነታ ሃገር ከዕርያ ይኽእል ዶ ይኸውን ኢለ ተስፋ ገይረ ነይረ። ከምዛ ናይ ባሪስታ ሓዳር ባሪስታ ክልተ ቅኔ ከምኣ ኮይና እንዳ ርኤኽዎ ከለኹስ ጥርጥር ኣብዚሑ ከማንትለይ ሽዑ ዝገበርካዮ ቪድዮ ኣብ ላዕሊ እነሀትልኩም። ካብ ሽዓ ኣይቀደወንን እዚ ሰብኣይ ኣብ ክልተ ዓመት ድዩ ሰለስተ ዓመት ተዓሪቆም ምስ ተዓረቁ ኣስመራ መጺኡ ኣስመራ በወንገል ትናወጥ ኣለች ገለ ክብል ትዝክሩ ቆጣ ሽዑታት እዩ ምስዕዓም ኮይኑ ምድግጋፍ ኮይኑ ትሕቋፍ ኮይኑ ኣንድ ሆነና መርሓና ዶ ኣይትምርሓና ዶ እንታይ ዶ እንታይ ዶ ጓልና ዶ ክንበካ ኣብ ፍቅሪ ኣትዮም ኣብ ፍቅሪ ምስ ኣተዉ ሕጂ መን እዩ ተበዲሉ እቶም ካብ ብቅድሙ እዚ ኣይዋጻናን እዩ ንብል ዝነበርና እንደገና እቲ ግፍዒ ከኣ ናባና መጽዩ እቶም ንሕና ተደምረናል ኣንድ ሆነናል ገለ ዝብሉ ዝነበሩ ከኣ ተገልቢጦም ንዓና ከኣ ሕጂ ካልእ ሽም ከኣ ከውጽኡና ጀሚሮም ጸለመ ኦከይ ኢልና ከኣ ነዛ ተደምረናል ከኣ ተጸሚምናያ ብዙሕ እንድና ኣሕሊፍና ተደምረናል ግዚኣ ኣኺሉ ውግእ ናይ ትግራይ ተጀሚሩ። ሽዑ እዚ ትግራይ ትስዕር ገለ መሌታት ገለ የምሽ ከምኡታት መጺኡና ነይሩ ንሱ እውን ዛሕት ኢሉ እቶም ኣብኡ ዝነበሩ ሽዑ ውስኻትኩም ወገነኛናት እሶም ዶ ተዋህዶ ይትፈትውን ዶ ክርስትያን ኣይትፈትውን ተባሂልና ኣነ ሓደ ካብኣቶም እየ ብዙሓት እዮም ተዳፊሮምኒ ሽዑ ኣንቱም ሰባት እዚ ነገር እዚ ኣነ ብሓንጎሎ ይኣትወንን እዩ እቲ ሰብ ይቕጥቀጥ ኣሎ ጠፋእ ኣሎ ስለምንታይ ከም ዝጠፍእ ዘሎ ኣውዒሉ ሓዲሩ ክርዳእኩም እዩ ስለዚ ኢድኩም ኣክቡ ጀማልኩም ሒዝኩም ወሰንኩም ሓዙ ግን ንዋህሪ ንውግእ ኣይተጓሃህሩ እዚኣ ዝብል ነይረ ንሳ ኮይና ሕጂ ኩሉ ፈሪሱ ንርእዮ ኣለና። ንስኻትኩም ከምዚ ዶ ንስኻትኩም ገለ ተቀይሩ እቲ ነገር። ኣብይ እኔ ነምበር ዋን ኮይኑ። ወያነ ኤነሚ ነምበር ዋን ኮይና ክልቲኦም ኣብ ነምበር ዋን ይዋግኡ ኣለዉ ሕጂ መን እዩ ንኤረትራ ዝያዳ ዝጸልእ መን እዩ ንኤረትራ ኤረትራ ዝያዳ ትጸልኦ ኣብዚ ኮይኑ ኣብቶም ናቶም ተኸተልቲ ብብዝሒ ዝርእዮ ዘለኹ እቶም ኣለዉ ከኣ እቶም ካድራት ዘይቅየሩ ከኣ ኣለዎም ድዮም ንሳቶም ከኣ ከምኡ ኮይኖም ሕጂስ እቦ እንታይ ደኣ እዩ ዝግበሮ እሞ ቅይር ክትብል ኮለኻስ ተጋጊ ኣይትብልን ዲኻ ደስቱር ይበሃል ገዛ ሃህ ኢለን ድሕር ረኺብካየስ ሱቕ ኢልካ ሩግ ኢልካ ኣይትኣትውን ኢኻ ኣሕሕሕሕሕ ትብል ኢኻ ላእሕም ዋላ ደስቶር ይብሉ ኣሕሕ እንዳበልካ ክትኣቱ ኮለኻ እቲ ኣብኡ ዘሎ ሰብ ወይ ጥርሓ ዝኾነት ሰበይቲ ትረክብ ወይ ገለ ክኽወል ዘለዎ ነገራት ይጸንሓካ ሕጂስ ነቲ ሰብ ክተጥቅኦ ጽቡቕ እዩ ሰብኣይን ሰበይትን ደቂሶም ዝጸንሑኻ እንታይ ክትገብር ሱቕ ኢልካ ሩግ ትብል ከምዚ ካንቸሎ ዘሎ ከምኡ ይግበርን እዩ ትኹሕኩሕ ወይ ድማ ድምፂ ትገብር ክጥንቀቕ ምእንቲ እቲ ውሽጢ ዘሎ ሰብ ሕጂ እዚኣቶም ከዓ ከምኡ ዘይፈልጡ ውን ሕሕሕሕ ከይበሉ ደስቶር ሰላም ዓለይኩም ተሓደራትኩም ከመዕልካትኩም ገለመለ ከምኡታት ዘይብሉ ስእሉ ህሩግ ኢሎም ይመፁ ኣብታ ፀለመን ፀርፍን እታ ዝገደደት እንታይ መስለኩም እዚ ናይ ፕሮፓጋንዳ መሓውር ናይተን ውድባት ብጣዕሚ በዚሖም ኣብቲ ግዜ ውግእ ናይ ትግራይ ዝነበሮ ትዝክሩ ትኾኑ መዓት እየን ዓምቢበን ነይረን እታ ውግእ ዝሕል ምስ በለት ጠፊኦም ኣበይ ከም ዘሎ ኣይፈልጥን ኣብዚ ናይ ወገን ኤረትራ ከኣ ሕጂ እንድሕር ሪኢኹም ኩስቶ ከምዚ ኢላ ኩስቶ ከምዚ ኢላ እዚ ናይ ቲክቶክ ንዑታት ክዛረብ ውዕሉ ትሕዝቶ ዘይብሉ። ቅንዕና የድሊ ሓቂ የድሊ humility የድሊ ቁሩብ ትሑት ክትከውን ኣለካ ምኽንያቱ ሕራይ ነብስኻ። ዓቢ ጌርካ ትርእያ ኮንካ እሞ ከኣ ኩርዓትካ ዘየፍቅደልካ እንተኾይኑ ቕረ ክትብል ንሰብ ኣይትበል ግን ክትምለስ ኮለኻስ ንገር ከምዚኣን ከምዚኣን ጌጋ ነይራትኒ በል ቕረ ኣይትበል ግን ከምዚኣ ጌጋ ገረ ነይረ ኢልካስ ቁሩብ ኣፍልጥ ኣበይ ከም ዝነበርካ እንተዘይኮነ ትማሊ ቁኑዕ ነይረ ቅድሚ ትማሊ ቁኑዕ ነይረ ቅድሚ ቁኑዕ ነይረ ክሳብ ሕጂ እውን ቁኑዕ ኣለኹ ክትብል ኣይትኽእልን ኢኻ ድሕሪ ሕጂ ከ እንታይ ኢና ንፅበ ዘለና እሞ ሕጅስ ኣብ ካልእ ሽግር ከይበጻሕና ገለ መፍትሒ ክንገብር ኣለና ትባል ተማሒርኩም ኣሎ